ሰላም ሰላም ዝኸበርኩም ኣሕዋት ከመይ ትኾኑ? ከምቲ ኣቐዲመ ዝሓበርኩኹም ብሞባይልኩም ከመይ ጌርኩም ቪድዮ ኤዲት ትገብሩ ሕጂ ከሪኤኩም እየ። ቅድሚ ናብቲ ኤዲት ምእታው ግን እዚ ኣብ ቅድሚት ትሪእዎ ዘለኹም ዘንቀሳቕሶ ዘለኹ ኪኒ ማስተር በሃል ነዚ ኪኒ ማስተር ዳውንሎድ ክትገብርዎ ኣለኩም ናይዚ ሊንክ ኣብ ዲስክሪፕሽን ቦታ ወይ ከዓ ኣብ ናይ ኮመንት ቀዳማይ ቦታ ክገድፈልኩም እየ ዳውንሎድ ጌርኩም ክትጥቀምሉ ትኽእሉ ኢኹም ስለዚ ሕጂ ቀጥታ ናብ ኣሰራርሑ ክወስደኩም መጀመርያ ኪን ማስተር ንኸፍት ብድሕሪኡ ኣባኹም ክኽፈት ከሎ እዚ ኣብ ቅድሚ እትሪእዎ ዘለኹም ቪድዮታት ነናሽቱ ኣርባዕተ ኣንጎሎ ስእልታት ዘለዎ ናተይ ቅድሚ ሕጂ ዝሰራሕ ኩሉ ስለ ዝኾነ ከምዚ ኣይመፃልኩምን እዩ ናትኩም ናትኩም ዋላ ሓንቲ ዘይብሉ እዚ ሰማያዊ ታሽሙ ይመፃልኩም ቀጥታ ሕጂ ናብዛ ተደመሮ ምልክት ወይ ከዓ እዛ መስቀል ትሪእዋ ኣለኹም እዛ ቀባብ ዓባይ ኣብኣ ኢና ንኣቱ ኣብኣ ኣቲና እዚ ምርጫ ክበና እዩ ሰለስተ ምርጫ 16.9.16 ሓደ ብሓደ ድብል ኣሎ ንሕና ንጥቀመሉ ሕጂ ወይ ንዩትብ ተኮይኑ ኣብ ገዛ ኣብ ቴሌቭዥን ክትሪእዎ እንድሕር ደሊኹም 16.9 ክትጥቀሙ ኣለኩም ቲክቶክ ክትጥቀምሉ ተኮይንኩም ከዓኒ ትሽዓተ ዓሰርተ ሽዱሽተን ክትጥቀሙ ኣለኩም ሕጂ ንሕና ኣብ ዩቲብ ወይ ከዓ ኣብ ቴሌቭዥን ንጥቀመሉ ስለ ዝኾነ ኣብዚኣ ዓሰርተ ሽዱሽተ ትሽዓተ ገይረ ከርእየኩም እየ ቀጥታ ናብ ስራሕ ክንኣቱ ንዓ ምስ ተንከፍኩማ ከምዚ ዓይነት ኢንተርፌስ ይድበኩም ከምዚ ዓይነት ምስ ሃበኩም ቀጥታ በይና ንኣቱ ሜድያ ኢና ንብላ ኣብዛ ላዕለወይቲ ትሪእዋ ኣለኹም ሜድያ ኢልና ንኣቱ ሜድያ ኢልና ምስ ኣተና ስእሊ ኣበይ ኣቐሚጥና ኣለና እዚ ብምሉኡ ስእልታት እዩ ንስኹም እቲ ትደልይዎ ዘለኹም ኤዲት ክትገብርዎ ኣዳሊኹምዎ ዘለኹም ስእሊ ኣበይ ከም ዘሎ ኣብዚ መሪፅኩም ትኣቱ ኣነ ናተይ ኣብዚ ከም ዘሎ ስለ ዝፈልጥ ካብዚ ስእልታት እዚ ሓደ ክመርፅ እየ ነዛ ዝመረፅክዋ ስእሊ ክእትዋ እየ ቀጥታ እዚኣ እዚኣ ዘይኮነት ካልእ ክንመርፅ ኢና ይቕሬታ እዚኣ ክንገብር ኣረይ እዚኣ ከምዚኣ ምስ መፀትልና ከምዛ ትሪእዋ ዘለኹም ሙሉእ ገፀያ ይረኣይን እዩ ስለዚ ነታ ስእሊ መጀመርያ ይትንክፋ ነዚኣ ከምዚኣ ኢላ ምስ ኣበለት ኣብዚኣ ትርእይዋ ኣለኹም ናይ ክሮፕ ታሽሙ ኣሎ ክሮፕ ብላ ክሮፕ ምስ በልኩዋ ከምዚ ኢሉ ክልተ ታሽሙ ክመፅኣለይ ከምዚ ብክልተ ኢድና ስላይድ ንገብሮ ነንቀሳቀሶ ከምዚ ጌርና ኣብታ ዝደለናዮ ቦታ ነቕርባ እዚኣ ስእሊ ከምዚኣ ምስ ገበርናያ እዚኣ ናይ ይኸውን ምልክት ኣላ በዚኣ ጎኒ ንክልቲኤን ማዕረ ንገብረን ማዕረ ጌርና ነስተኻኽላ እንደገና ትርእይዋ ኣለኹም ከምዚኣ ጌርና ሰኸኽ ኢልና ታግ ንደልያ ምስ ኮነትልና ነዛ ራይት ቲክ ንገብራ ብዳሪኡ ነዚኣ ቁሩብ ኣንዋሕ ነብላ ነዛ ስእሊ እታ ቪድዮ ነዋሕ ክትኮነልና ማለት እዩ ሰላሳን ሰለስተን ሰከንድ እያ ኦኬ ብዳሪኡ ናብ ካብዚኣ ሌየር ትብል ደላ ትሪእዋ ኣለኹም ናብዚ ሌየር ንኣቱ ኣብ ሌየር ኣቲና ሜድያ ዝብል ኣሎ ክልተ ሜድያ ኣሎ ቀጥታ በዚ ሜድያ ክንኣቱ ኣይንኽእል ኢልና ሕጂ ለየር ኣቲና ሜድያ ኢና ንመርጽ ሜድያ ምስ መረጽና ኣብዚ ዘውረድናዮ ዳውንሎድ ዝገበርናዮ ኣሹ ስለ ዘሎ ነዚ ቪድዮ ክኾነኒ ኢለ ዘዳለኹዎ ብዙሕ ስእልታት ወይ ፅሑፋት ገለ ስለ ዘሎ ቀጥታ ናብኡ ክኣቱ እየ ኣብዛ ዳውንሎድ ትብል ደላ ዘቐመጥክዎ ኣሎ ብዙሕ ካብኡ ሓንቲ ክመርፅ እየ ማለት እዩ ሕጂ ንሕና ናይ ልደት ንሰርሕ ስለ ዘለና እዚኣ ክመርፅ እየ ኣነ ንልደት ስለ ዝመርፅ ዘለኹ እዚኣ ፉል ስክሪን ንገብሮ ትሪእዎ ኣለኹም ከምዚኣ ኢላ ምስ መፀት ኣብዚኣ ይትንክፍ ፉል ስክሪን ንገብር ብድሕሪኡ እዚኣ ራይት ገይረ ወፅእ ትሪእዎ ኣለኹም ማዕሪኣ ክትከውን ካብዚኣ ቆርፃ ነዚኣ ቁሩብ ስለ ዝነውሐት እታ ናይ ስእሊ ክልተ መንገዲ ኣሎ ንሕና ግን ቆሪፅና ክንጥቀም ኢና ትሪም ቱ ራይት ኦፍ ብላ ኣሎ ይቆርፆ ሕጂ ማዕሪ ኮይነን ኣለዋ ሕጂ ነዛ ታሕተወይቲ ናይ ፖርታ ታሽሙ ዘለዋ ነዛ ቪድዮ ማለት እዩ ንዓ ንትንክፋ ሽዑ ናብዚ ንመፅእ ኣብዛ ትሕቲ ኣብዛ ማእኸል ትሪእዋ ኣለኹም ክሮማኪ ትብል ኣላ እዛ ክሮማኪ ንዓ ንትንክፋ ሽዑ ነዚኣን ጠፊኣ ትፀንሕ ኩሉ ሻዕ እዚኣ ነብርሃ ነዚ ሰማያዊ ዝነበረ ሪኢኹሞ ብምሉኡ ኣጥፊእዎ ኣሎ ስለዚ እቲ ሰማያዊ ክጠፍኣልና ስለ ዝደለና ሰማያዊ ድበሃል የለን። እዚ ትሪእዎ ኣለኹም ከምዚ እንድሕር ኮይኑ እዚ ዳርኪ ድኾን እዚኣ ተጥፍዋ። ሕጂ ሙሉእ ብሙሉእ ከምዚኣ ኢላ እንድሕር ተቢላትለይ ተተሰማሚዓትኒ ጽቡቕ እዚኣ ራይት ይገብራ። እታ ስእሊ ከስተኻኽላ እንድሕር ደልየ ንዛ ቶርታ ክትመጻለይ መታን እታ ስእሊ ክትንክፋ ኣለኒ ብድሕሪኡ ክሮፕ ክብሎ እንደገና ክትዕረየለይ ማለት እዩ ከምዚ ኣቢለ ይዕርያ ኣብ ገፀይ ሙሉእ ብሙሉእ ስለ ዝነበረት ብድሕሪኡ ራይት ገብራ እታ ስእሊ ኣስተኻኺለያ ኣለኹ ማለት እዩ ሕጂ ነዚኣ ከምዚኣ ምስ ገበርኩ ሼር እየ ድብላ ኣብዚኣ መፅየ ወዲእ ኣለኹ እዚኣ ከምዛ ዝረኣኹማ እዚኣ ሼር ብላ ሼር ምስ በልኩዋ ኣብዚ ትሓት ትሪእዎ ኣለኹም ኤክስፖርት ዝብል ኣሎ ከምዚ ኢሉ ክፀንሓኩም ይኽእል እዩ ነዚ ሃይ ትገብርዎ ብድሕሪ ኤክስፖርት ኤክስፖርት ምስ በልናዮ ቁሩብ ደቃይቅ ክትፅበይዎ ኢኹም ዓቕሊ ይደሊ እዚ ኤዲት ክትገብሩ ከለኹም ኦኬ ኤክስፖርት ጌራ ወዲኣ ኣላ ባክ ኢልና ንምለስ ካብዚ እውን ንወፅእ ባክ ኢልና ንወፅእ ጠቕሊልና ብድሕሪኡ ኣብታ ናይ መጀመርያ ክንጅምር ከለና ዝተንከፍናያ እዛ ናይ ፕላስ ምልክት ዘላታ ኣብኣ ንትንክፍ ካም ብሓድሽ ኢና ንጅምር 16.9 ንኣቱ ብድሕሪኡ ኣብዛ ሜድያ ትብል ሜድያ ትብል ምስ ኣተና ኣብዚ ትሪእዎ ኣለኹም ባክግራውንድ ድብል ደሎ ናይ ዝፈስ ዘሎ ቦያ ድመስል ምልክት ዘሎ ባክግራውንድ ኢልና ንኣቱ ባክግራውንድ ምስ በልናዮ ሕጂ ፀሊም ኢና ንመርፅ ምርጫ ብዙሕ ኣለዎ ንሕጂ ግን ዘድልየና ጸሊም እዩ ሕራይ ንብሎ ብዚ ብድሕሪኡ ቁሩብ ስሕብ ነብላ እዚኣ ማዕረታ ቪድዮ ክትኮነልና ሕጂ ታዓንተወ ኤክስፖርት ዝገብርናዮ ቪድዮ ክነምጽኣ ኣለና ሰሪሕና ዝወዳእናያ ማለት እዩ ኤክስፖርት ጌርናያ ዝነበርና እሳ ክንመልሳ ኢና ንዓ ኣብዚ ሌየር ንኣቱ ድሓር ሜድያ ንኣቱ ሜድያ ኣቲና ኣብዚ ኤክስፖርት ዝብል ዘሎ ትሪእዎ ኣለኹም ካብ ኪኒ ማስተር ኤክስፖርት ዝገበርኩሞ ኩሉ ሻዕ ከምዚ ኢሉ ዝቕመጠልኩም ኪን ኤክስፖርት ዝብል ማለት እዩ ኤክስፖርት ዝብሎ ሕጂ እዚታት ዝሰራሕኹ እያ ቀዲመ ቅድሚ ሕጂ እዚ ግን እዚኣ ቀዳመይቲ ዘላ ላዕለወይቲ እሳያ ናይ ሎማዓንቲ ዕሳን ትንክፋ ትሪእዋ ኣለኹም ቀጥታ መፅያትለይ ኣላ ኣብቲ ቦታኣ ራዩ እዚኣ ማዕረ ጌርና ንቆርፃ ከምጣ ናይ ኣንቲ ወይ ወይ ከዓ እዚኣ ባክ ንብላ በዚ ሕጂ ከምቲ ትሪእዎ ዘለኹም ራዩ እዚ ቀጠልያ ኮይኑ ኣሎ ምሽ እዚ ቀጠልያ ነጥፎ። ነዚ ቀጠልያ ክነጥፍ ልክዕ ከምቲ ናይ ዓንተቦይ ሰማያዊ ዘጥፋእናሉ መንገዲ ተጠቂምና ነጥፎ። ነታ ቪድዮ ንትንክፋ፣ ነዚ ጸሊም ባክግራውንድ ደይኮነ ነታ ቪድዮ። ነታ ቪድዮ ምስ ተንከፍናያ መጀመርያ ክንዕብያ ኣለና። ፉል ስክሪን ክንብላ ኣለና። ፉል ስክሪን ምስ በልናያ ሕጂ ነታ ቪድዮ ተንኪፍና ክሮማኪ ድብል መጺልና ኣሎ ኣብዚ ምሽ ክሮማኪ ንትንክፍ። ክሮማኪ ተንኪፍና እዚኣ ንነብርሃ። ሕጂ እዚ እዚኣ ቀያሕ ትሪእዋ ኣለኹም ኪ ከለር ድብል ደሎ ኣብ ታሕቲ ኦሬንጅ ከለር ኣሎ ከምዚ ኣራንሾኒ ንዓ ንትንክፋ ንዓ ተንኪፍና ኣብዚ ብዙሕ ምርጫ ኣለና ብዙሕ ምርጫ ኣለና ከምዚ ትሪእዎ ደለኹም ነታ ቀጠልያ ክነጥፋእ ስለ ዝደለና ግሪን ንብሎ ነዚኣ ኦኬ ምስ በልናያ ሪኢኹሞ እቲ ናተይ ስእሊ ናብ ዝነበሮ ተመሊሱ እቲ ዳሽሙ ከዓ ፀሊሙ ኣብዚ ሕጂ እንድሕር ክነስተኻኽል ተደልና እዚ ኣንቀሳቂስና ከነስተኻኽል ንኽእል ኢና ትሪእዎ ኣለኹም ስቕ ኢለ እንድሕር ፀሊመዮ የብል እዩ ብመጠኑ ክተስተኻኽሉ ኣለኩም ኩሉ ሻዕ ከምዚ ቢልኩም ራይዋ ብርህ ኢላ ሕጂ በቃ ወዲእና እዚኣ ራይት ንገብረላ ሕጂ ስእሊ ኢና ነምፅእ ስእሊ ምፂና ሓንቲ ስእሊ ንመርፅ ካብዚ ስእሊ ንምምራፅ ኣበይና ንኣቱ ሌየር ሌየር ሚድያ ሕጂ ስእሊ ዘቐመጥናሉ ቦታ ኦኬ ካብዚ ዝኾነ ስእልታት ክእቱ እየ ንትምህርቲ ስለ ዝኾነ እዚኣ ክነእትዋ ኢና እዚኣ ምፂና ኣብዚኣ የዕብይ ነብላ ቁሩብ ሽዑ በዚኣ ጎኒ ትሪእዋ ኣለኹም ብጸጋማይ ሸነኽ ሰለስተ ነጥቢ ኣላ ሕጂ ሰንድ ቱ ባክ ድብል ኣሎ ብሪንግ ቱ ፍሮንት ድብል ኣሎ ንሕና ባክ ኢና ንሰዳ ሰንድ ቱ ባክ ኢልና ነዚኣ እንትንክፋ ራይዎ ባክ ከይዱ ኣሎ ቁርብ ሕጂ ነዚኣ ነንቀሳቕሳ ትሪእዋ ኣለኹም ኣንቀሳቕስ ምስ ኣበልናያ መፅያ ኣላ እዛ ስእሊ ነስተኻኽላ ከምዚኣ ጌርና እታ ንደልያ ዓይነት ጌርና ነስተኻኽላ ብዳርዩ ራይት ንገብራ ንእሽተይ ፕለይ ንብላ ልክዕ ውድእ ምስ ኣበለት እዚኣ ድፍን ምስ በለት ራይዋ እዛ ስእሊ እዚኣ ውድእ ምስ ኣበለት ጠጠው ነብላ ጠጠው ኣቢልና ንቆርፃ እዚኣ ኣብዚኣ ምስ በጽሐት ንቆርጻ ነዚኣ ቆሪጽና ካልእ ስእሊ ነምጽእ ማለት እዩ ካልእ ስእሊ ንምምጻእ ሌየር ንኣቱ ሜድያ ንኣቱ ሜድያ ኣቲኻ ኣበይ ኣሎ እቲ ስእሊ ኣነ ብዘቐመጥክዎ ስለ ዝፈልጥ ርየኹም ኣለኹም ከቀልጢፈ ናብቲ ቦታ ይኣቱ ኣለኹ ንከምዚ ኢልኩም ስእሊ ከተዳልዉ ትኽእሉ ኢኹም ሕጂ እውን ተመሊስና ኣብዛ ናይ ፀጋም ዘላ ሰለስተ ነጥቢ ኣብኣ ንኣቱ ሰንድ ቱ ባክ ንብሎ ብክልተ መንገዲ እዚ ክንጥቀም ንኽእል ኢና ናብ ቅድሚት ምቐምፆ ብክልተ መንገዲ ክንጥቀም ንኽእል ኢና ነዚኣ ምስ ኣምፃኹም ነዛ ቪድዮ ትትንክፉ ብሪንግ ፍሮንት ንብሎ እታ ቪድዮ ብቅድሚት ትመፅእ ኣላ ማለት እዩ ትሪእዋ ኣለኹም ምስ ተኸፈተት እታ ስእሊ ትመፅእ ብጣዕሚ ቀሊል እዩ እቲ ኣሰራርሕኡ ጥራይ ኣቓልቦ ምግባር እዩ ዝደሊ። ንዓኹም ሕጽር ድበለት ገይረየ ደርእየኩም ኣነ ከምዚ ገርና ኣሰኻኺልና ንኸይድ ልክዕ እዚኣ ምስ ተዓጽወት ብላዕሊ ምኽፋት ከይ ጀመረት እንከላ ጠጠው ኣቢልና ንቆርጻ ነዚኣ ንዓኹም ንምርኣይ ሕጽር ድበለት ሌየር ንኣቱ ሕጽር ድበለት ቪድዮ ትሰርሕ ንስኹም ነዊሕ ሰዓታት ክትሰርሕሉ ትኽእሉ ኢኹም ናይ ሰዓት ናይ ሰዓትን ገለ ናይ ክልተ ሰዓት ከማን ክትሰርሕሉ ትኽእሉ ኢኹም ዋላ ሓንቲ ሽግር የብሉን ግን ኣነ እቲ ሕጽር ሕጽር ድበለ እቲ ሲስተሙ ከመይ ጌርካ ኤዲት ከም ትገብር ጥራይ ደርእየኩም ደለኹ ሜድያ ኣቲና ስእሊ ንመርጽ ስእሊ ደስ ድበለካ ኢኻ ትገብር እስኹም ንከምዚ ኢልኩም ከተዳልኡ ክትክእሉ ኣለኩም ስእሊ ኣበይ ከም ዘቐመጥኩሞ ከኣ ክትፈልጡ ኣለኩም ኣብ ምምራጽ ከይትሽገሩ ንድሓር እዚ ሕጂ ነስተኻኽሎ ብኢድና ከምዚ ቢልና ሕልፍ ኣቢልና ቁሩብ ንሪኦ ኣቤላ እዚኣ ቁሩብ ኣትሕት ኣቢልና ይዕቢ ከምዛ ትሪእዋ ዘለኹም ከምዚኣ እንዳበልና ንኸይድ ልክዕ ክትዕፅም ከላ እዚኣ ጠጠው ምስ በለት ከምዚኣ ምስ ተዓፀወት ብላዕሊ ከይተኸፍተት ከላ ንቆርፃ እዚኣ እዚኣ ቆሪፅና ናብ ዝቕጽል ስእሊ ንኸይድ። Layer፣ Media፣ ናብዚ ፎቶ ንመርጽ። ደስ ዝበለኩም ስእሊ መርጹ ትኽእሉ ኢኹም። ናብዚኣ ክነእትዋ ኢና እዚኣ። ኦኬ ኣብዘን ሰለስተ ነጥቢ ንመፅእ ኦኬ ኣቲና ኢና ቀስ ጌርና ተንቀሳቐስዋ ከምዚ ኣርኣይዋ እዚኣ በቃ ኣብ ዘላታ ፅብቕቲ ኣላ እዚ ኮይኑ ግን ከምዚ ኣቢለ ከቕርባ ክእል ኦኬ ብላ ብድሕሪኡ ቀስ ጌረ የንቀሳቐሶ ነዚ ሪኢኹሞ ስእሊ ዝመረፅኩሉ ኣብዚኣ ምስ በፅሕቲ ቆርፃ

ናሆም ንምርኣዩ ገሊኡ ስእልታት ደጋግሞ ህሉየ እዚኣ ኣብዛ ሰለስተ ነጥቢ ንመፅእ ቱባ ክንብሎ ከምዛ ዝረእኹማ ቁሩብ ነንቀሳቐሳ እዚኣ ንላዕሊ ተበሊዓ ኣላ ናብዚኣ ታሕት ኣቢልና ንዕርያ ኦኬ ንብላ ናይ መወዳእታ ሓንቲ ስእሊ እዚኣ ክነጥበላ ኢና ማለት እዩ ሓንቲ ስእሊ እቲና ክንውድእ ኦኬ እዚኣ ጌርና ክንውድእ ተመሳሰልቲ እንተን ስእሊ ካብዘን ኩለን ዝተሰኣልኩዎን ስእሊ ዝሓሻሰን ስለ ዝኾነ እየ ዝመርፀን ዘለኹ ደጋጊመ ኦኬ ነዛ ጅቅ ቁርጣ ሽምግለ ስሕብ ነብሎ ከምዚ ነስተኻኽሎ ናኪ እትሪእዎ ኣለኹም ክሳዕ መወዳእታ ከምዚ ኢሉ ኢክ እንዳተቀያየረ ከይድ ኦኬ ብድሕሪ እዚ እንታ ክንገብሮ ኢና መማዕረግ ነዚ ዝኸውን ናይ ሬዝሌት ኣሽሙ ብዙሕ ቴምፕልስ ኣሎ ብዚ ነለኩም ለየር ኣትየ ሜድያ ዳውንሎድ ዝገበርክዎ ቪድዮታት ኣሎ ብዚ ንዑ ይወስዶ ናይ በርዝደይ ስለ ዝኾነ ኣነ ክመርጸሉ እየ ዋላ እዚኣ ክንመርጸላ እዚኣ ክንመርጻ ከለና ርኣይዋ ፉል ስክሪን መታን ክኾነልና እዚኣ ክንትንክፍ ኣለና ፉል ስክሪን ንብሎ ብዚኣ ፉል ስክሪን ምስ በልክዎ ራይት ንገብረሉ ብድሕሪኡ ኣብዚ ፉል ስክሪን ምስ በልና ንዓ ንትንክፋ ነታ ስእሊ ነታ ሕጂ ዘእተናያ ቪድዮ እዚ ትሪእዎ ኣለኹም ነዚኣ ምስ ተንከፍናያ ንላዕሊ ገጽና ንሰዶ ኣብ ታሕቲ ብለንዲንግ ዝብል ኣሎ ኣብዚኣ ብለንዲንግ ትብል ደላ ንትንክፍ ብድሕሪኡ ስክሪን ዝብል ኣሎ ስክሪን ንመርፀሉ ትሪእዎ ኣለኹም ኣብዚኣ ስክሪን ትብል ደላ ምስ መረፅናሉ ከምዚ ይኸውን ሕጂ ከምዚ ትሪእዎ ዘለኹም ኣማዕሪግና ኣለና ተወሳኺ ካልእ ክንእትወሉ ተደሊና ከምኡ ሓንቲ ታሽሙ ክንእትወላ ኢና ሕጂ ሓንቲ ቪድዮ ክንእትወላ ኢና ሓንቲ ታሽሙ ማለት እየ ናይ በርዝደይ ደርፊ ናይ በርዝደይ ደርፊ ክንመርፅ እንከለና እቲ ደርፊ ኣበይ ከም ዘቐመጥናዮ ንፈልጥ ኢና ኣብዚ ኣውድዮ ትብል ደላ ተኣቱ ኣብ ኣውድዮ ኣቲኹም ኣብዚ ብምሉእ ዝተመረጸ ደርፍታት ናትኩም ኣሎ ኣብዚ ወይ ኣልበም ኢልኩም ትመርጹ ብዚ ወይ ከዓ ኣብዚ ሶንግ ዝብል ዘሎ ዝተቐመጠ ኣቐዲምኩም ዳውንሎድ ገበርኩሞ ሙዚቃ ክህልወኩም ኣለዎ ኣውዲዮ ማለት እዩ ሕጂ እዚኣ ኣብ ዩበርዝ ድያ ትብል ንዓ ምስ ተንከፍኳ ከምዚ ኢላ ቀይሕ ትኸውን ነዚኣ ፕላስ ምልክት ዘላ ነዚኣ ንትንክፋ ቀጥታ ኣትያላ ማለት እዩ ኦኬ ንብላ እዚ ሕጂ ቀጥታ ኣትዩ ኣሎ ነዚ ግን እዚ ድምፂ ስለ ዘለዎ ናቱ ድምፂ ከጥፍኦ ኣለኒ እዚ ክዓፁ እየ ከምዚኣ ጌርኩም ትዓፅዎ ኦኬ ትብልዎ ሕጂ እዚኣ ተወዲኣ ኣላ ኣሽማት ክትፅሕፍሉ ትኽእሉ ኢኹም ዕለት ክትፅሕፍሉ ትኽእሉ ኢኹም ኣነ ከይነውሕ እዚ ቪድዮ የሕፂር እየ ዘለኹ ከመይ ጌርኩም ከም ትፅሕፍሉ ከመይ ጌርኩም ከም ትሰርሕዎ ኣብታ ትቕፅል ደላ ቪድዮ ከርእየኩም እየ ሕጂ ግን ኣነ ማይክሮፎን ጥቀም ስለ ዘለኹ ምናልባት ንዓኹም ኣይስማዓኩም እዩ ዘሎ ግን ከምዚኣ ትመስል ናይ ሎማዓንቲ ትምህርቲ ንእሽተይ ከስማዓኩም እታ ድምፂ ራይዋ ይቅሬታ

እዘን ዝተጠቀምኩለን ቪድዮታት ይኹና እዛ ናይ ቶርታ ስእሊ ኣብ ታሕቲ ኣብ ናይ ኮመንት ቦታ ናተን ሊንክ ክገድፈልኩም እዩ ኣብ ናይ ኮመንት ቦታ ወይ ኣብ ናይ ዲስክሪፕሽን ቦታ ዳውንሎድ ጌርኩም ተጠቀሙሉ ሓውኹም መንግሴ ዝኾነ ርእቶ ተለኩም ዝፅሓፍ ኮመንት ፀሓፉለይ ፀኒልኩም ስለ ዝሰማዕኩምኒ የቐኒየለይ